ኣማ ባዕድ ኣዩሃ ልእኸዋ ወልኣኸዋት ኣሰላሙ ዓለይኩም ወራሕመቱላሂ ወበረካቱ ተፍሲር ጁዝ ኣዓማ ወይ ድማ ተፍሲር ሱረት ነባእ ክንቅፅል ኢና መበል ሳልሳይ ክፋል ማለት በፂሕና ኣለና እቲ ኣያት ካብ ቁፅሪ ሓደ ጀሚርና ስጋብ ላቢሲና ፊሃ ኣሕቃባ ዝብል ገሊፅናዮ እሱ ከዓ መበል 23 ኣያ ማለት እዩ ድሕሪኡ ዝመፅእ ዘሎ ኣያት ከዓ ክንገልፆ ኢና ጠብዓን ከም ዝገለጽናዮ ሱረት ዓማ ማለት እዩ ኣርብዓ ኣያ ኣለዋ መበል ሰብዓን ሸሞንተን ቁጽሪ እዩ ተርቲብ ናሃታ ካብቲ ኣያት ማለት እዩ ወሊዛሊክ እዛ ሱራ እዚኣ ከኣ ብዛዕባ ብዛዕባ ምንታይ ከም ዝገለጸትልና ካብ መጀመርያ ካብዚ ብዛዕባ ነባእ ልዓዚም ማለት እዩ ብዛዕባ እስልምና ደሓር ከኣ ረብልዓለሚን ዮም ልቅያማ ከመይ ከም ዝኸውን ከመይ ከም ዝኸለቐና መሬት ከመይ ከም ዝገበረልና ሰማይ ከመይ ገይሩ ከም ዝዕረየልና ኩሉ ነገር ገሊጹልና ቀጺሉ ከኣ

ላቢሲና ፊሃ ኣሕቃባ እቶም ጀሃነም ዝኣትዉ ከኣ ወልዕያዙ ቢላህ ብዙሕ ዓዛብን ብዙሕ ስቓይን ከም ዝጽበዮም ዘለዉ ይገልጸልና ቁጽሪ ዘይብሉ ግዜ ከም ዘቕመጡ መጠረሽታ ዘይብሉ እዋን ከም ምዃኑ ኣትዮም ከም ዘይወጹ ከኣ ብጀካ ነቶም ሙስሊሚን ዑሳት ዘንቢ ዝገበሩ ሙስሊሚን ተሳቅዮም ካብ ጀሃነም ክወጹ እዮም ላኪን እቶም ካልኦት ግን እቶም ኩፋር እቶም ሙናፊቂን እቶም ረቢ ዝጸለኣሎም ግን ጀሃነም ኣትዮም ዘልኣለም ዕድሚኦም ምሉእ ብዘይ ጠጠው ስቃይ ዝብል ክሳቀዩ እዮም ማለት እዮም ስለዚ ኣብዚ ጀሃነም እዚ ከኣ እንታይ ከም ዘጋጥሞም እዛ ሱራ እዚኣ ትገልጸልና እነ ጀሃነመ ካነት ምርሳዳ ሊጣቂነ መኣባ ላቢቲነ ፊሃ ኣሕቃባ

ቢእሰ ኣልሸራቡ ወሳኣት ሙርተፈቃ ኣብ ሱረት ኣልካህፍ ኣያ ዕስራን ትሽዓተን ይገልጸልና እዚ ማይሲ ላ የዙቁነ ፊሃ በርደን ወላ ሸራባ ማለት ትርጉሙ እንታይ እዩ ኣላ ስብሓን ወተዓላ የንፊ ያኒ ይብል ኣሎ እቲ ማይ ዝሰትይዎ ናብቲ ውሽጢ ከብዶም ዝኣቱ ዝሑል ኣይኮነ ጽቡቕ ኣይኮነ ኣብቲ ብልዕሊ ኣካሎም ማይ ዘጋጥ ዝረኽቦም ጽቡቕ ዝሑል ኣይኮነ እንታይ ዳ እዩ ላ የዙቁነ ፊሃ በርደን ወላ ሸራባ እንታይ ደኣ ማይ ጸሚኡና ሃቡና ማይ ክብሉ ከሉ ነቶም መላኢካ ኣላህ ስብሓነ ወተዓላ እንታይ ኢሉ ወኢን የስተጊሱ በጃኹም ጸሚኡና ማይ ሃቡና ክብሉ ከለዉ ዩቃሱ ክወሃቡ እዮም እንታይ ብማኢን ከልሙህሊ የሽዊ ልውጁ እቲ ማይ ብጣዕሚ ሃልሃልታ ዝኾነ ውዒ ዝኾነ ገጽ ክቐርብ እንከሎ ናብኡ እቲ ገጽ ዝወድቕ እቲ ስጋ ናይቲ ገጽ ብምንኩት ርዋዒ ዝወድቕ ስጋ ከምኡ ዝኸውን ማይ ዓይነት እዩ ክቐርበሎም ብእሰ ሸራቡ ሕማቕ ዝኾነ

በእቲኻ መግቢ ዝስራሕ ዝጸንሐ ክፍት ክተብሎ ከለኻ እቲ ሃልሃልታ ዝወጽእ ከመይ ገይሩ እዩ ገጽካ ዘቃጽለካ እዚ ናይ ኣዱንያ ፈማ ባሉኩም ናይ ኣኼራ ማለት እዩ ነስኣል ላህ ልዓፍ ወልዓፍያ ረቢ ንኹላትና ይሰልመና ማለት እዩ ካብዚ ጀሃነም ካብ ሓዊ ጀሃነም ስለዚ እዚ ማይ እዚ እሱ እዮም ክወሃቡ ማለት እዩ ማይ ዘይጠቅም ማይ ብጀካ ሰቃይ እምበር ካልእ ዘይጠቅም እስተምዕ ቀውሉ ላህ ተዓላ ኣላ ስብሓን ተዓላ እንታይ ኢሉ ወሱቁ ማእን ሓሚመን ፈቀጣዓ ኣምዓእሁም ኣብ ሱረት ሙሓመድ ኣያ 15 ሰለ ላሁ ዓለይሂ ወሰለም ወሱቁ ማይ ክወሃብኦም ክሰትዩኦም ማእን ሓሚመን ሓሚም ማለት ብጣዕሚ ሃልሃል ንኣብነት ሕጂ ኣብ ገሊኡ ዓድታት ኣሎ ናይ ማይ ካብ መሬት ዝወፅእ ናይ ባዕሉ ዋዒ ዝሓዘ ስብሓንላህ ማይ መውዓይ ጌርካ ውዒካዮ ዘይኮነሲ ናይ ባዕሉ ተፈጥራዊ ዋዒ ኣሎ ስብሓንላህ ክትቀርቦ ዘይትኽእል ብጣዕሚ ናይ ብሓቂ ሓያል ዝኾነ ዋዒ ዘለዎ ማለት እዩ ኣብኡ ኣቲኻ ዘቃፅለካ ያኒ ስብሓንላ እዚ ማይ እዚ ኸዓ ከምኡ ዓይነት እዩ ፈቀጣዓ ኣምዓእሁም መዓንጥኦም ስጋብ ቁርፅርፅ ዘብለሎም ማይ ውዒ ሰቲኻ ንእሽተይ ማይ ውዒ ሻሂ ዝወዓየ ክንሰቲ ከለና መልሓስና ከመይ የቃፅለና ከንፈርና ከመይ የቃፅለና ፈማ ባልኩም እዚ እዚ ጋና ብስሚላ ፊት ኢልካ ሰቲኻዮ ኣቃፂሉኳ እኳ ክትቅፅሎ ዘይትኽእል ኣብ ውሽጢ ተኣትዩስ ከመይ ገይሩ ይኸውን እንታይ ይገብረና ኢሉ ረብልዓለሚን መዓንጥኦም ቁርፅርፅ ከብሎም እዩ

መላኢካ ዝዕዝቡ ንሰብ ማለት እዩ ሓሚም ዩሳሃሩ ብሂ የቃፅሎም ዩሳሃር ማለት የቃፅሎም ማፊ ቡጡኒሂም ኣብ ከብዶም ውሽጢ ዘሎ የቃፅሎም ወልጅሉድ ቆርበቶም ከይተረፈ ስለዚ ሕማቕ ስምዒት ብኩሉ ብደገን ብውሽጥን ብኩሉ ዓዛብ ሰቃይ ማለት እዩ ነስኣሉላህ ረቢ ይሰልመና ካብዚ ዓዛብ እዚ ማለት እዩ ወሊዛሊክ ያኒ ን- እቲ ናይ ቀ- ዘቀ- ዘቃጽል ብውሽጥን ብደገን ንዕኡ ዘዝሕል ነገር ኣይክረኽቡን እዮም ማለት እዩ ወሊዛሊክ ኢሎም እ፣ ዑለማ ሰለፍ እንታይ ኢሎም ንሕና ዝገርምና ዓጅብቱ ኢሎም ዓጅብቱ ሊናሪ ከይፈ የናሙ ሃሪቡሃ እዛ ንሓዊሲ ብጣዕሚ ዝገርመኒሲ ካብታ ንሓዊ ዝሃድም ሰብሲ ከመይ ኢሉ ድቃስ ይመጾ ብዛዕባ ጀሃንም ዝፈለጠ ሰብሲ ከመይ ኢሉ ድቃስ ይመጾ ያኒ ሃሪቡሃ ወዓጅብቱ ኢሉ ከማን ኢሎም ዝገርም እዩ ከኣ ሊሊ ጀና ጀና ድማ ዝደሊ ሰብ ከኣ ንጀና ዝደሊ ሰብ ከኣ ከመይ ኢሉ ድቃስ ይወስዶ ከመይ ኢሉ ይድቅስ ፊ ኩሉ ኣሕዋል ታይ ማለት እዩ ካብቲ ጀሃነም ዝሃድም ድቃስ ኣይወስዶን ንጀና ዝደሊ ድማ ድቃስ ኣይወስዶን ንምንታይ እቲ ጀሃነም ዘይደሊ ንጀና ንክረክብ ኢሉ ለይትን ቀትርን ክጽዕር እዩ ንረቢ ከርዲ ኸይሪ ክሰርሕ ኸይሪ ክገብር ማለት እዩ ብሓጺሩ እቲ ኣባህላ ዓጂብቱ ሊናር ኣነ ዝገርመኒ ኢሎም ንሓዊ ከይፈ የናሙ ሃሪቡሃ እቲ ንዓኣ ዝፈርሕ ካብ ሓዊስ ከመይ ኢሉ ድቃስ ይወስዶ ወዓጂብቱ ልልጀና ጀና ድማ ዝዓጅብ ናይ ጀነ ነገር ድማ ንዝደልያን ንዝጽበያንሲ ከመይ ኢሎም ይድቅሱ ለይትን ቀትርን ንጀና ክረኽቡ ኢሎም ዘይጽዕሩ ማለት እዩ ኢነና ለው ቃለ ለና ቃኢል ሓደ ሰብ ክብለና ኢነ ለኩም ፊ ኣቅሳል ኣዱንያ ኣብ ኣዱንያ መጠረሽታ ኣለኩም ቁሱር ወኣንሃር ቪላታት ቀስር ማለት ከኣ ፓላስ ማለት እዩ ወደቂ ኣንስትዮ ኣለኹም ውፍርታ ኣለኩም ምንም ዘይቋረጽ ዘልኣለም ኣብኡ ኮንኩም ትነብሩ ክብለና እንድሕር ኢሉና ሰብሲ

ቀጺሉ ወኣን የጅዓለና ወእያኩም ምን ኣህሊል ጀና ካብቶም ኣህሊል ጀና ድማ ካብቶም ጀና ኣተውቲ ድማ ረቢ ይግበረና ኣሚን ቀጺሉ ኣያት ኢሉና ማለት እዩ ኢላ ኢላ ሓሚመን ወቀሳቃ ኣያ ዕስራን ሓሙሽተን ማለት እዩ ኢላ ሓሚመን ወቀሳቃ ስለዚ ኣብኡ ኣይሰትዩን እዮም ላ የذቁነ ፊሃ በርደን ወላ ሸራባ ኢላ ሓሚመን ወቀሳቃ

ሓዊ ዝኾነ ብርቱዕ ዝኾነ ዋዒ ማይ ጥራይ እዩ ዝጽበዮም ዘሎ ማለት እዩ ከምቲ ኣብ ሱረት ልካህፍ ዝበለና ወሱቁ ማእን ሓሚመን ፈቀጣዓ ኣምዓእሁም ከዓ ከምቲ ኣብ ሱረት ሙሓመድ ስ ላ ሰለም ዝበለና ወቀሳቃን ከኣ እንታይ እዩ ቀሳቃ ከንኢ ቃለ ልሙፈሲሩን ሙፈሲሩን እንታይ ኢሎም ዑለማ ናይ ተፍሲር እንታይ ኢሎም ኢነ ልቀሳቅ ኢሎም ህወ ሸራብ ሙንትን ራኢሓ ሸዲድ ልብሩዳ ቀሳቅ ማለት ከኣ ብጣዕሚ ጨናዊ ዝኾነ ሕማቕ ጨና ዘለዎ ዝስተ ብጣዕሚ ዛሕሊ ከዓኒ ከምቲ ልክዕ ብጣዕሚ ውዒ እሱ ከዓ ኣንጻር ድማ ዝሑል ማለት እዩ ፈጀማዕ ለሁም ወልዕያዙ ቢላህ ቢማእ ኣልሓር ሸዲድ ኣልሓራሮ ወልማእ ኣልባርድ ሸዲድ ኣልብሩዳ ያዕኒ ብጣዕሚ ውዒ ዝኾነ ብጣዕሚ ዝሑል ዝኾነ ወዲ ሰብ ከዓ ኩላህና ንፈልጦ ኢና ክንሰቲ ከለና ኣብ ኣዱንያ መራ ውዒ ኣይንኽእሎን ኢና መራ ዝሑል እውን ኣይንኽእሎን ኢና ያኒ ወሰጥ ደሓን ዝኾነ ረብልዓለሚን ከምቲ ዝፈቐደልና ረቢ ኣብ ኣዱንያ ከማነይ መታን ክንፈልጥ ክርድኣና እዚ ተፍሲር እዚ መታን ክርድአና ንዓና ረብልዓለሚን ኣቕሪቡልና ያኒ ብጣዕሚ ዝሑል ዝኾነ ኣብ ኣፍና እንተእቲናዮ የቃፅለና ክንበልዖ ይንኽእል ኢና በረድ ንኣብነት ሕጂ ኣይስ ብጣዕሚ በረድ ዝኾነ ኣብ ኣፍና ዳይሬክት ክንእትዎ ከለና ስንና ክበልዖ ይኽእል ኣፍና ኩሉ ይጠባበቕ እዚ ኣይንኽእሎን ኢና መራ ውዑይ ክንሰቲ ከለና ከኣ ኣይንኸእሎን ኢና። ወሊዛሊክ ንዓና እውን መታን ክርደእና ኣብዚ ዱንያ እዚ ያኒ ኦረዲ ፈቲንናዮ ኣለና። ስለዚስ ከመይ እዩ እዚ ናይ ኣኼራ ክንብል ኣይንኸእልን ኢና። ያኒ ኣይክንሕመሎን ኢና ማለት እዩ። ሙስተሒል ናይ ኣዱንያ እኳ ዘይከኣልናዮ ናይ ኣኼራ ኣይንኸእሎን ኢና ማለት እዩ።

ኢነ ልሙራድ ብልቀሳቅሽ ሰዲድ ያኒ ኣህለ ናር ገሊኦም እንታይ ኢሎም መግሊ እዩ እቲ ቀሳቅ ከማነይ ገሊኦም ፈሲሪን እንታይ ኢሎም ናይ ኣህል ናር መግሊ መግሊ እዮም ሰትዩ መግሊ ጠብዓን ወልዕያዝ ቢላህ ሓደ ሰብ ፈፀጋ ክወፆ ከሎ ኣብ ገፁ ፃዕዳ ዘሎ ማለት እዩ ሰዲድ ይበሃል መግሊ ይበሃል ያኒ ሕማቅ ጨናዊ ኣብ ኣዱንያ ከማነይ ከሎ ኣብ ገፅካ ክወፀካ ከሎ ወይ ኣብ ኣካልካ ክወፀካ ከሎ ብጣዕሚ የፈንፍነና ከመይ ኢና ንፀልኦ ጨንኡ ሕማቅ ትርኢቱ ሕማቅ እንኳን ያኒ ክትሰትዮስ ከመይ ማለት እዩ እዚ ንእሽተይ መግሊ ከማን ኣብ ኣካልካ ኮይና ከመይ ትጸልኣ ፈማ ባልኩም ዝስተ መግሊ ወላሂ ብጣዕሚ ዘፍርሕ ነገራት እዩ ወማ የኽርጁ ምን ኣጅዋፍህም ምን ነትን ወልዓረቅ ወገይር ዛሊክ

ካነ ዛሊከ ዝያደተን ፊ ሙዳዓፈት ኣልዓዛብ ዓለይሂም ስለዚ እዚ በቲ ኾነ በቲ ኾነ መግሊ ኾነ ማይ ውዑይ ኮነ ዝሑል ኮነ እንታይ እዩ ዝገልጸልና እዚ ኣያት እዚ ሕማቕ ዓዛብ ከም ዝጽበዮም ከም ዘሎ መዓንጠኦም ዝቖርጽ ሕማቕ ጨና ዘለዎ ጽቡቕ ዘይኮነ ነገር ይጽበ ዘሎ ማለት እዩ እዚ ከዓ ኩሉ እቲ ዓዛብ ረብልዓለሚን ኣጽኒሕሎም ዘሎ ሙዳዓፍ ሙዳዓፍ ማለት

ንርእስኹም ኣይትዛለሙ ኣነ እውን ኣይዘልመኩምን እየ እዚ ኩሉ ስቃይ ዝበፅሖም ዘሎ ልክዕ ነቲ ሕማቅ ስርሖም ኣብ ኣዱንያ ዝገብርዎ ዝነበሩ ልክዕ ዝግብኦም መልሲ እዩ ማለት እዩ ዝግብኦም ጀዛእ እዩ ጀዛእ ማለት እንታይ እዩ ሓደ ሰብ ልክዕ ከም ስርሑ ክትፈድዮ ከለካ ረቢ ዝፈድዮም ዘሎ እዚኣቶም ስርሖም ሕማቅ ስርሖም ክምስሉ ከለዎ ሓበሻ እንታይ ይብሉ ኢድ ሰራሒት ፀናሒት ያዕኒ ዝገበርካዮ ዝሰራሕካዮ ሓሊፍ ይፀንሐካ እዩ ኣብ ሰብ ሕማቅ ነገር ተውድቆ ከማነይ ኣብ ኣዱንያ ወኣብ ኣኼራ ሓሊፉ ይጸንሓካ እዩ ስለዚ ልክዕ ከምቲ ስራሕኻ ጸዓዱ እዚኦም እዚኦም ስዊድን ክምስሉ ከለዉ እንታይ ይብሉ ከምቲ ዘንጸፍካዮ ትድቅስ ሰምዱ ቤት ዳር ያዕኒ ስወቨር ይብሉ ማለት እዩ ከምቲ ዘንጸፍካዮ ስኻ ሓሊፉ ይጸንሓካ ትድቅሰሉ ያዕኒ ዓራትካ ከም ዘንጸፍካያ ትድቅሰላ ማለት እዩ ንሕና ከኣ ረብል ዓለሚን ኢሉና እዩ ከምቲ ባዕልኻትኩም ትሰርሕዎ ሓሊፍኩም ሓሊፉ ዝጸንሐኩም ስራሕ ሰደቓ ተውጺኹም ሓሊፉ ይጸንሐኩም ጽቡቕ ስራሕ ተጌርኩም ሓሊፉ ይጸንሐኩም ብሪ ልዋሊደይን ተጌርኩም ሓሊፍኩም ይጸንሐኩም እንድሕር ረቢ ተገዚኡኹም ሓሊፍኩም ይጸንሐኩም ሕማቕ ዝተሰሪሕኩም ከዓ ሓሊፉ ይጸንሐኩም ሃከዛ ረቢ ነጊሩና እዩ ያኒ ኣላሁመ ክቕፍረልና እንተደልዩ ኩሉ ነገር ቐፊሩልና ጠብዓን ምስቲ ንገብሮ ስራሕ ኸማን ኢኽላስ ተልይዎ እንድሕር ንረሊላሂ ኢልና እንተጌርናዮ ብዙሕ ነገር ጎደሎ እንዳገበሮ ኸማን ረብልዓለሚን ብራሕመቱ ይቐበለና እዩ ወመዓ ዛሊክ ሕማቕ ስራሕ ተሰሪሕና ድማ ሓሊፉ ይጸንሓና ከምታ ዝሰራሕኻያ ሓሊፋ ትጸንሓካ ጀዛኣን ዊፋቓ ኣብ ኣዱንያ ከሎ ኸማን ሰብ ይጥቀመሉ ሓደ ሰብ ሕማቅ ዝሰርሕ ሰብ ዝነበረ ክንሰምዕ ከለና ንኣብነት እከለ እኮ ከምዚ ከምዚ ሽግር ኣጋጢምዎ ይበሃል ሕጂ እቲ ሰብ ጠብዓን እንታይ ዓይነት ሰብ ከም ዝነበረ ስለ ዝፈልጦ ከምዚ ነገር ኣጋጢምዎ ኣላሁማ ላ ሸማታ ጠብዓን ከምዚ ነገር ኣጋጢምዎ እዚ ሰብ እዚ እኮ ሕማቅ ስለ ዝነበረ ወላሂ ሰብ ኣይሓዝነሉን እዩ ለኣኑ ይስታህል እዩ ዝብሎ ንምንታይ ሕማቅ ይገብር ስለ ዝነበረ ኣብነት ሙተከብር ነይሩ ክከውን ይክእል እዩ ሰብ ይንዕቅ ነይሩ ሰብ ሕማቅ ይዛረብ ነይሩ ሰብ ፅቡቅ ኣይፈድን ነይሩ ሕጂ ኣብቲ ሕማቅ ሰብ ሽግሩ ክበፅሕ እንከሎ ሰብ ክሰምዕ ከሎ ብዛዕብኡ ወላሂ ይስታህል ኢዱ እዩ ይብሎ ማለት እዩ ሰብ ኣብ ኣዱንያ ከምዚ ንጥቀም ፈማ ባሉና ኣኼራ ማለት እዩ

ጠብዓን ረቢ ልዓለሚን ኩሉ ግዜ ምኽንያት ይነግረና ዘይዘልም ስለ ዝኾነ ንምንታይ ከምኡ ዝሳቕዮም ዘሎ ከኣ ከኣ ነጊሩና ያዕኒ ስብሓንላህ ያዕኒ ረቢ መዓ ኢኑ ሑር ረቢ ኣይሕተትን እዩ ረቢ ኸሊቑና ድላዩ ክገብር ይኽእል እዩ ላኪን ኢሉ እዩ ረቢ ኣነ ከይዘልመኩም ቃል ኣትየ ኢሉ እዩ ረቢ ልዓለሚን ንስኻትኩም ተገዝኡኒ ከምቲ ዝበልኩኹም ግበሩ ኣነ ከኣ ከይዘልመኩም ቃል ኣትየ ኢሉ እዩ ወመዓ ዛሊክ ረቢ ልዓለሚን ገፉሩ ራሒም ሽርክ ዘይገበረ ረቢ ልዓለሚን ንኹሉ ሙእሚን መን ቃለ ላኢላህ ኢላ መሓመድ ረሱሉላህ ደኸለ ልጀና ኢሉ ረሱል ሰለላሁ ዐለይሂ ወሰለም ምዚ ኩሉ ረቢ ገፉሩ ራሒም ይቕፍረልና እዩ ላኪን ነቲ ዓኒድ ዝኾነ ነቲ ህልከኛ ዝኾነ ነቲ ምስ ረቢ ዝተሃላለኽ ሰብ ግን ረቢ ልዓለሚን ከዓ ልክዕ ከምቲ ስርሑ ይህቦ ማለት እዩ

ዮመል ቅያማ የለን ሒሳብ የለን ሞይትና ሓሙኽሽቲ ኮይና ኣይንትስእን ኢና ይብሉ ነይሮም ሓደ ስለዚ ኣይኣምኑን እዮም ረቢ ከም ዘሎ ኣይኣምኑን እዮም ሒሳብ ከም ዘሎ ኣይኣምኑን ነይሮም እዚ ረቢ ገሊጹልና ማለት በል ዩንኪሩን ኣልሒሳብ ዩንኪሩን ኣልባዕት ረቢ እንደገና ከምቲ ዝኸለቐና ከሙተና እዩ ድሓር ከትሰእና እዩ ሒሳብ ከም ዘሎ ኣይኣምኑን ነይሮም ማ ህያ ኢላ ሓያቱና ኣዱንያ ነሙት ወናሕያ ወማ ዩህሊኩና ኢላ ዳህር ከምኡ ይብሉ ነይሮም

እንታይ እዩ ስእልካ ናይ ድሑር ኣተሓሳስባ ሕጂ ውን ኣለዉ ኣብዚ ኣዱንያ ዝብሉ እንታይ እዩ ሃይማኖት እንታይ ዝኸውን ሃይማኖት ወዲ ሃይማኖት እዩ እንታይ ክገብረልና እዩ ንሕና ኣብ ቴክኖሎጂ እዚ ኩሉ ብዚ ምዕባለ በጺሕና እዚ ኩሉ ኣብ ክልተ ሽሕን ዓሰርተ ሸውዓተን በጺሕና ከምዚ ኮይንና ከምዚ ኮይንና እንታይ ከ እንታይ ዝብል መሊኡ ሕጂ ከማነይ ናይ ቀደም ነይሮም ኣለዉ ንመጻእውን ክህልዉ ማለት እዮም ወማ ኣሽባህ ዛሊክ ከማ ጃእ ፊ ኪታቢላህ ማ የስፍ ቢሂ ሃኡላኢል ሙከዚቡን እዞም ሓሰውቲ ናይ ረቢ ዝሕስዉ ከኣ ኣላህ ስብሓነ ወተዓላ ኣብ ሱረት ዛርያት እንታይ ኢሉ ሓምሳን ክልተን ቁርኣን ከኣ ቁርኣን ኢላ የውሚ ዲን ስለ ዝኾነ እቲ ዝነበረን እቲ ዘሎ ሕጅን ንመጻኢ ዘሎን ስለ ዝነግረና ከምኡ ክህሉ ከም ምዃኑ ስለ ዝገልጸልና ኣልሙዕጀዝ ቁርኣን ማለት ሙዕጀዝ እዩ በቃ እዚ መጠረሽታ ክታብ ዝመጸ ናይ ዝነበረን ናይ ዘሎን ናይ መጻእን ዝገልጽ ቁርኣን እዩ ፍዕለን ሕጂ ከዓ ከምዚ ዘለዉ ከምዚ ዘረባ እዚ ዝብሉ ኣለዉ መሊኦም ኣብ ኩሉ ሕብረተሰብ ኣብ ኩሉ ዓልየት ኣብ ኩሉ ዓዲ ኣለዉ ማለት እዮም እንታይ ይብሉ ያኒ ከዛሊከ ማ ኣታ

ከዛብ ንረሱል ስ ሰለም እንታይ ኢሎም እዚ ሰሓራ እዩ ጠንቋላ እዩ እዚ ሓሳዊ እዩ ኢሎሞ ኣብ ሱረት ሳድ ኣያ ኣርዓ ወቃሉ እነሁ ሻዕር ገጣማ እዩ ግጥሚ ዝገጥም ኢሉ ኢሎም ከዓ እንታይ ኢሎም ኣብ ሱረት ጡር ኣያ ሰላሳ እንታይ ኢሉ ኣም የቁሉና ሻዕሩን ነተረበሱ ብሂ ራይበልመኑን በቃ ንጽበዮ ኣለና ክም መዓዝ እዩ ዝመውት መዓስ እዩ እታ ሽሙ ክኸውን እዚ እዚ ገጣማይ እዚ ኢሎም ንረሱል ሰለላሁ ዐለይሂ ወሰለም ከኣ ቦርዱ ከምኡ ኢሎም ሓሳዊ ገይሮሞ ሓሳዊ ኢሎሞ ሰሓራይ ኢሎሞ ገጣሚ ኢሎሞ ጽሉል ኢሎሞ እንታይ ዘይበልዎ ንምንታይ እመኑ ብረቢ ቁሉ ላኢላሃ ኢላላህ ትፍሊሑ ስለ ዝበለ እመኑ ብሓደ ረቢ ብሓደ ጎይታ ጣዖት ኣይትእመኑ ሽርክ ኣይትግበሩ ስለ ዝበሎም እንታይ ኢሎሞ ሓሳዊ ገጣማይ ሳሕር እንታይ ዘይበልዎ ማለት እዮም

እዞም ሰባት እዚኦም ልክዕ ከምቲ ንረሱል ሰለላሁ ዐለይሂ ወሰለም ዝበልዎ ማለት እዮም ንስኻ ጽሉል ኢኻ መላኢካ ሒዝካ ተትወርድ ኔርካ ሓቂ የብልካን ኢሎም ዝብልዎ ዝነበሩ ልክዕ እዞም ኣንብያታት እዚኦም ረቢ ሰብሪ ስለ ዘግበሮም ረቢ ስለ ዘኽኣሎም ዳዮም እምበር ልክዕ ክንደይ ሓሰውቲ ኢሎሞም ህዝቦም ምእማን ኣብዮሞም ክንደይ ስቓይ ኣውሪዶምሎም ዘረባ ጥራይ ዘይኮነ ልክዕ ረሱል ሰለላሁ ዓለይሂ ወሰለም ከም ንፈልጦ ክንደይ ሰቓቓይ ወሪድዎ ማለት እዩ ካብ ህዝቡ ካብ ቤተሰቡ ካብ ሓውቦታቱ ካብ ቀረባ ህዝቢ ናሃቱ ማለት እዩ ኣዝማዱ ከይተረፈ ኣሕዋቱ ሓውቦታቱ ኣሕዋት ኣይነበሮን ጠብዓን ረሱል ሰለላሁ ዓለይሂ ወሰለም ሓውቦታቱ እዚኣቶም ክንዲ ኣቦታት ኮይኖም ዝድግፍዎ ክንደይ ስቓይ ኣውሪዶምሉ ማለት እዮም ህዝቡ ቁረሽ ኩላቶም ሳቅዮሞ እዚኦም ኩሎም ኣንብያታት ካብ ኑሕ ዓለይሂ ሰላም ጀሚሮም ስጋብ ረሱል ሰለላሁ ዓለይሂ ወሰለም ኩሎም ከም ንፈልጦ ክንደይ ስቃይ ኣሕሊፎም ክንደይ ተዓዚቦም ክንደይ ኣባሳጭዮሞም እዚ ከኣ ሓቂ እመኑ ስለ ዝበልዎ ማለት እዩ ወሊዛሊክ ረብል ዓለሚን ከኣ እቲ ኣቅሚጥሎም ዘሎ ኣብ ጀሃነም እቲ ስቃይ ከምቲ ዝበለና ቁርኣን ማለት እዩ ጀዛኣን ዊፋቃ ኢነሁም ካኑ ላየርጁነ ሒሳባ ወከዘቡ ቢኣያቲና ኪዛባ ኢሉ ረቢ ልዓለሚን እዚ ኣያት ቁርኣን ዘውረድናዮ ኣያት ተኣምር ዘውረድናዮ ኩሉ ሓሶት ኢሎሞ ኣይንኣምንን ኢሎም ኣብዮም ስለዝኾኑ ረቢ ልዓለሚን ከኣ

ኩላትና ካበይ ጀሚሩ ማለት እዩ ነስኣል ላህ ኣልዓፍወ ወልዓፍያ መልሓስና ሂቡና ከም ድላይና ንዛረብ ከም ድላይና ንብል ኩላትና ኣብ ሕርቃን ድዩ ኣብ ታሕጓስ ድዩ ወኩለ ሸይን ኣሕሰይናሁ ኪታባ ረብልዓለሚን ኩሉ ሸይ ጽሒፍዎ እዩ ኩሉ ቃል ንዛረቦ ኩሉ ነገር ንገብሮ የሽመል ማ የፍዓልሁ ላህ ዓዘ ወጀል ንረቢ ዝገብሮ ኣብ ዒባዱ ኣብ ኸልቁ ኣብዚ ከውን ኣብቲ ኢኖቫሽን ማለት እዩ ብምሉእ ወየሽመል ማ ያዕመልሁ ልዒባድ ምን ኣቅዋል ኣፍዓል ረቢ ዝገብሮን ንሕና ንገብሮን ኩሉ ነገር ተጻሒፉ እዩ ካብ ቀደም ጀሚሩ ዛዕባ ዓቢኡ ብንእሽትኡ ማለት ኣሕሰይናህ ማለት ኣይ ضበጥናህ ብልኢሕሳእ ያኒ ደቂቅ ረቢ ልዓለሚን ኩሉ ዶኩመንቴሽን ተገይሩ እዩ ኩሉ ዶኩመንት ገይርዎ ረቢ ልዓለሚን ተጻሒፉ እዩ ጋና ከይተኸለቕና ከለና ከይተፈጠረና ከለና እንታይ ከም ንገብር ስለ ዝፈልጥ ረቢ ልዓለሚን ተጻሒፉ ተቐሚጡ ኣሎ እዩ ኩሉ ነገር ኣይገበርናን ክንብል ኣይንኽእል፣ ኣይተዛረብናን ክንብል ኣይንኽእል፣ ኣይበልናን ክንብል ኣይንኽእልን ኢና። ላ የኽተልፍ ኪታበን ያዕኒ ኪታበን ተጻሒፉ መጽሓፍ ተጻሒፉ ያዕኒ ጠብዓን መላእካ ጽሒፎሞ ካብ መጀመርያ ረብልዓለሚን ኣብ ለውሕል ማሕፉዝ ተጻሒፉ ተቐሚጡ እዩ ማለት እዩ። ወቀድ ሰበተ ፊል ሓዲስ ኣብ ሓዲስ ዓን ረሱል ዓይ ሰለም ከኣ መቃዲር ኩሉ ሸይ ኢላ ኣን ተቁም ሳዓ ረበል ዓለሚን ስጋብ የውሙል ቅያማ ዝኸውን ኩሉ ነገር ከም ተጸሓፈ ማለት እዩ ወሚን ጁምለት ዛሊከ ኣዕማል በኒ ኣደም ካብኡ ከኣ ናይ ደቂ ሰባት ዝገበርዎ ስራሕ እቱ ከም ምዃኑ ማለት ፈኢነሃ መክቱባ ተጸሒፉ ኣሎ በል ኩሉ ቀውል ኩሉ ቃል ንንዙ ንብሎ ተጻሒፉ እዩ። ኣላህ ስብሓነሁ ወተዓላ እንታይ ኢሉ ኣብ ሱረት ቃፍ ኣብ ኣያ ዓሰርተ ሸሞንተ ማ የልፍዙ ሚን ቀውል ኩሉ ቃል ንዛረቦ ሓንቲ ብሓንቲ ኢላ ለደይሂ ረቂቡን ዓቲድ ረቂብ ማለት ያዕኒ ሙራቀብ ኩሉ ግዜ ሰብ ዝሕልወና ሓላዊ ባዲጋርድ ከም ዘለና ማለት እዩ ኩሉ ግዜ ዝሕልወና ኣብ ልዕሌና ኮይኑ ኩሉ ግዜ እዞም መላኢካ ኣብ ጎኑና ኮይኖም ኩሉ ግዜ ከም ዘለዉ እንታይ ቃል ከም ንዛረብ ይጸሓፍ እዩ ወልዓቲድ ያዕኒ ልሓድር ያዕኒ ዘሎ ሕጂ ማለት ዝግበር ማለት እዩ ሕጂ ትብሎ ኩሉ ነገር ያዕኒ ብ- ብየማንን ብጸጋምን ዘለዉ ማለት እዩ ኸይርን ሸርን ዝጽሕፉ መላኢካ ኮፍ ኢሎ ኣለዉ- ኮፍ ኢሎም ኣለዉ ማለት እዩ ኩሉ ግዜ 24 ሰዓት ዘይፍለዩ ካባና ኢሉ ወደኸለ ረጁል ዓለ ልኢማም ኣሕመድ ረሒመሁላህ ኢማም ኣሕመድ ረሒመሁላህ እንዳ ሓሚሙ እንዳ ሞተ እንከሎ ኣትዩ ምስኡ ሓደ ሰብኣይ ኣትዩልዎ ማለት እዩ ይቕንዞ ነይሩ ማለት እዩ እህ ይብል ነይሩ ይቕንዞ ነይሩ ሓደ ሰብ ሓሚሙ ክንቅንዞ እንከሎ ቃንዛ ብ ቃንዛ ጠብዓን ኣይ እህ ኢሉ ክቕንዞ ከሎ ሓደ ሰብ ኢልዎ ያ ኣባ ዓብደላህ ኢልዎ ኣንታ ኣባ ዓብደላህ ኢልዎ ኢነ ጣውሰን፣ ጣውስ ዝባሃል ዓልም ወሁወ ኣሐድ ታቢዒን ኣልሙሽሁሪን፣ ፍሉጣት ካብቶም ታቢዒን መሽሁሪን ጣውስ ዝባሃል ነይሩ ኢሉ ኢልዎ። እንታይ ኢሉ ኢልዎ ንዑ ይነግሮ ነይሩ ማለት እዩ። ኢነ ኣኒን ኣልመሪድ ዩክተብ ሓደ ሰብ ሓሚሙሲ እቲ ናይ ሕማሙ ቃንዛ ክቕንዞ ከሎ እህ ክብል ከሎ ወይ ድማ ኣይ ክብል ከሎሲ ይጸሓፍ እዩ ኢልዎ። እዚ ሰብኣይ ዝኣትዩ ማለት እዩ ንኢማም ኣሕመድ ኣብቲ ሕማሙ። ፈተወቀፍ ረሒመሁላህ ኢማም ኣሕመድ እዚ ምስ ሰምዐ ጠጠው ኣቢልዎ ሓታ እንዳተቀንዘወሲ እቲ ቃንዛ ከይጸሓፎ ጠጠው ኣቢልዎ ኸውፈ ምን ኣን ዩክተብ ዓለይህ ኣኒን መረድህ ፈሪሑ እዚ ሕማም እዚሲ ንሕና ሽግር ክወርደና ክንደይ ሕማቅን ጽቡቅን ንዛረብ ረቢ ይሰልመና ረቢ ዓፊ ይበለና ኣፍቲ ሽግርና ክከውን ከሎሲ ክንደይ ኢና ንጠርዕ ወላሂ ረቢ ከምቲ ቃልና ከምቲ መልሓስና ኣይኺደና ደኣ እምበረይ ክንደይ ኢና ንጠርዕ ነስኣሉ ላህ ስብሓን ወተዓላ ኣን ዩዓሚለና ቢማ ሁወ ኣህለን ላህ ኣን ላ ዩዓሚለና ቢማ ናሕኑ ኣህለን ላህ ከምቲ ንሕና ዝግበኣና ረቢ ኣይዓምለና ከምቲ ንሱ ረቢ ዝግብኦ ጀለ ጀላሉ ከሪም ዝኾነ ጀዋድ ዝኾነ غፉር ረሒም ዝኾነ ረቢ ይጥዓምለና ምክንያቱ ንሕና ደዒፊን ደቂ ሰባት ስለ ዝኾና ኩሉ ግዜ ሽግር ክወርደና ከሎ ብጣዕሚ ቀልጢፍና ኢና ነንጸርጽር ኩላትና ያዕኒ ስብሓንላህ ረቢ ባዕሉ በስ መቕፊራ ይግበረልና ወኢላ እቶም ዑለማት ዓበይቲ ዑለማእ ግን እዚ ሕማምካን ቃንዛኻን ጸሓፍ ምስ ተባህለ ምስ ሰምዐ ጠጠው ኣቢልዎ ፈማ ባሉና ንሕና ንሕና ከደኣና እንታይ ኢና ክንብል ክንደይ ሽግር ክዛ ክወርደና ከሎ ጸገማት ክወርደና ከሎ ኩላትና ክንደይ ኢና ነንጸርጸር ኢላ መን ራሒመላህ ረቢ ዝሃቦ ሰብሪ ገይሩ እቲ ንሃቱ ሽግር ንዕኡ ያኒ ዝጠቕሞ ነገር ይኾነሉ ማለት እዩ። ሰብሪ ተገይሩ ኣጅሪ ክኾነሉ እዩ፣ ሰብሪ ተዘይኮይኑ ከኣ ክኸስር እዩ ማለት እዩ፣ ፊዱንያ ወልኣኺራ። የውመል ቂያማ ክመጽእ ከሎ ሃባእን መንሱረን ኮይኑ ክጸንሖ ማለት እዩ። ወሊዛሊክ ፈተወቀፈ ረሒመሁላህ ኣን ዩክተብ ዓለይሂ ኣኒነሁ ፈከይፈ ቢኣቅዋል ላ ሐደ ለሃ ከም ዝብሎ ዘሎ ለይትን ቀትርን ንሕና ንዛረብ፣ ነንጸርጽር፣ ብዙሕ ነገር ንብል ረቢ ዓፉ ይበለና ረቢ ይሰልመና ማለት እዩ። ፈላ ዩዲዑ ሸይኣን ኢላ ሓደ ሰብ ሓታ ሕማቅ ክገብር ክሓስብ እንከሎ ሕማቅ ንክገብር ኢሉ ንያ ተገይሩ ከማነይ ንሊላህ ኢሉ እንድሕር ገዲፍዎ እዩ ኣጅሪ ዝሕሰበሉ ወኢላ ከይፈተወ ሕማቅ ክገብር ኢሉ ግን ተገዲዱ ተገዲፍዎ ግን ኣጅሪ ኣይሕሰበሉን እዩ ግን ሕማቅ ክገብር ኢሉ ክብድል ሰብ ሓሲቡ ገለ ክገብር ሓሲቡ ግን ንሊላህ ኢሉ ተገዲፍዎ እዩ ኣጅሪ ዝቁፀረሉ ማለት እዩ ወሊዛሊክ ፈላ ዩዲዑ ሸይ ኩሉ ሸይን ኣሕሰይናሁ ኪታባ ረቢ ልዓለሚን ሓንቲ ነገር ትጠፍእ ነገር የላን ያኒ ወላ ብዓይንኻ ትንቃሳቀሳ ብዓይንኻ ብኢድካ ተንቃሳቀሶ ነገር ከይተረፈ ኩሉ ተጻሒፉ ክጸንሕ ማለት እዩ ወሊዛሊክ ክንጥንቀቅ ኣለና ማለት እዩ ረቢ ሰልምመና ረቢ ባዕሉ ናብቲ ኸይሪ ንዛረብን ኸይሪ ንሰርሕን ይግበረና ኣሚን

እንኳን ዶ ክጎድሎም እንኳን ዶ ካብኡ ክወፁ እንዲሁም ካብቲ ዝነበረ ስቃይ እንደገና ስቃይ ክውስኸኩም እዩ ረቢ ልዓለሚን ኢልዎም ነስኣሉ ላህ ልዓፍ ወልዓፍያ ላ ነዚደኩም ኢላ ዓዛባ ፊ ቁወትሂ ፈذوቁ ፈለን ነዚደኩም ኢላ ዓዛባ ወምደትሁ ወናዑሁ ካብቲ ሓይሊ ናይቲ ስቃይ ክውስኽ እዩ ካብቲ ግዜ መዓልቲ ዘይብሉ ወነዑ እቲ ዓይነት ከዓ ተፈላለየ ዓይነት ኣብ ቁርኣን ይገልፅ እዩ ክንደይ ዓዛብ እዩ ዘሎ ክንደይ ዓዛብ ዓይነት እዩ ዘሎ

ንምንታይ ረቢ ልዓለሚን ስለ ዝበሎም ንዕኡም ኣብ ካልእ ኣያ ኣብ ሱረት ልሙእሚኑን ኣያ ሚእትን ሸሞንተ እንታይ ኢልዎም እኽሰኡ ፊሃ ወላ ቱከልሙን ኪዱ ገጽኩም ትርሓቅ ኣብኡ ተቀመጡ ኣይትዛረቡን ኢልዎም ረቢ ልዓለሚን እኽሰኡ ፊሃ ሓደ ሰብ እኽሰኡ ፊሃ ክትብሉ ከለኻ ራሓቀለይ ገጽካ ትርሓቅ ወይ ገጽካ ኣይተርእየኒ ወይ ድማ ጥፍኣለይ ክትብሎ ከለኻ ማለት እዩ እኽሰኡ ፊሃ ያኒ ካብ ሕማቅ በቃ ስምዒት

በል ቃሉ ረቡኩም እድዑ ረቡኩም እዮም ኢሎም ምክንያቱ ኣብ ኣዱንያ ኣይንደልን ኢሎም ኣብዮም ክሒዶም ረቢ የለን ኢሎም ኣይንኣምንን ብዮም ልቅያማ ኢሎም ስለዚ ረበና ክብሉ ኣይክእሉን እዮም ሕጂ ወከኣነ ይፈልጡ እዮም ከምደይ ግብኦም ረቢ ረቢ ክትብል እኮ ሸረፍ እዩ ንባዕሉ ክብረት እዩ ናብ ረቢ ንምግዛእ ሮ- ዑ- ዑ- ዓብዲ ናይ ረቢ ምዃን ንባዕሉ ሸረፍ እዩ እዚኣቶም እዚ ሸረፍ እዚ የብሎምን ኣስለን ኣሳሰን ባዕላቶም ስለ ዝኸሓድዎ ስለ ዝነጸግዎ ኣብ ኣኼራ ከማነይ ረበና ክብሉ ኣይክእሉን እዮም መዓይኑ ረቢ ኸሊቕዎም ቀስበን ዓንሁም ረቦም እዩ ላኪን ክብሉ እዚ ሸረፍ እዚ ኣይከኣሉን ማለት እዮም ረብኩም ነቶም ኸዘና ብዋሲጣ ኮይኖም ንረብኹም ሲ ሕተቱልና እ፣ ሓንቲ መዓልቲ ካብ ስቓይ ከድሕነና ኢሎም ማለት እዮም ሓደ እ፣ ካልኣይ እዚ ማለት እዩ

እዚኣቶም ኩሉ ግዜ ስቃይ ዘሕልፍዎ ለይትን ቀትርን ኣብቲ ዓዛብ ኣብቲ ጀሃነም ኣዓዘና ኣላሁ ሚንሃ ረቢ ካብ ጀሃነም የድሕነና ዳኢመን ኣላሁመ ኣጅርና ምነ ናር ኣላሁመ ኣጅርና ምነ ናር ኢልና ዱዓ ክንገብር ኣለና ነስኣሉላህ ኣልዓፍወ ኣልዓፍያ እዚ እዩ ብዛዕባ እቶም ናይ ኣህለናር